ሰላም ከመይ ጸንሑ ክቡራት ተኸታተልቲ ንሎሚ ሰነ ዓሰርተ ሰለስተ ሓምለ ክልተ ሽሕን ዕስራን ሽዱሽተን ዝተዳለዉ ሓደሽ ዜናታት ሒዘልኩም ቀሪበ ኣለኹ ምክትታልኩም ይዕድም ፈለማ ቀንዲ እብታቱ ብዛዕባ ምውጻእ ሰራዊት ኤርትራ ካብ ትግራይ ዝወጹ ሓደሽቲ ሓበሬታታት ዝምልከትን ቀዳማይ ሚኒስተር ኢትዮጵያ ኣብይ ኣሕመድ ንዘተ ይጠልብ ከምዘሎ ከምዝተገለጸን ኣብ ኤርትራ ብዛዕባ ሃገራዊ ፖሊሲ ንመጀመርታ ግዘ ዓውደ መጽናዕቲ ይካየድ ከምዘሎ ከምዝተገለጸን ኣብ መንጎ ኢራን ኣሜሪካን ሎሚ ንግሆ እውን ከቢድ መጥቃዕትታት ይካየድ ኣሎ ነዚ ዝምልከት ዘለዉ ሓደሽቲ ምዕባለታትን ዝብሉን ካሊእን ዝሕብር ዝርዝር ዜናታት ሒዝናልኩም ቀሪብና ኣለና ንቻነልና ሳብስክራይብ ብምግባር ክሳብ መወዳእታ ክትከታተሉና ብኽብሪ ንዕድመኩም። ኣሜሪካ ን ኢራን ዘካይድዎ ዘሎ መጥቃዕትታት ሎሚ እውን ብዝገደደ መልክዑ ይቕጽል ከም ዘሎ ተገሊጹ። ሰራዊት ኣሜሪካ ንኢራን ምድብዳብ ኣብ ዝቕጽለሉ ዘሎ እዋን፣ ቴህራን ኣብ ልዕሊ ሃገራት ወሽመጥ ዓረብ ትፍጽሞ መጥቃዕቲ ገዲዱ ይቕጽል ከም ዘሎ ተሓቢሩ። ኣሜሪካ ኣብ ኢራን ብመጻብቦ ሆርሙዝ ንዝሓልፋ መራኽብ ንምጥቃዕ ዝውዕል ዝነበረ መኽዝን ሚሳኤል ከም ዝሃረመት ዝገለጸት ኮይና፣ ንስጉምቲ ምላሽ ንምሃብ እስላማዊ ሓለዋ ሰውራ ኢራን ኣብ ባሕሬን፣ ኩዌትን ዮርዳኖስን ኣብ ዝርከባ ወተሃደራዊ መዓስከራት ኣሜሪካ ብዝገበሮ ናይ ሕነ ምፍዳይ መጥቃዕቲ ሓያሎ ዒላማታት ከም ዘዕነወ ገሊጹ ኣሎ። ካብ ዝሓለፈ ሰሙን ጀሚሩ መሊሱ ዝገደደ ግጭት ኣሜሪካ ንኢራን ሎሚ ናብ ካልኣይ ሰሙን ኣትዩ ኣሎ። ትማሊ ሰንበት ኣሜሪካ ኣብ መላእ ኢራን ልዕሊ ሚእቲ ናርባ ዒላማታት ከም ዝወቕዐት ዘፍለጠት ኮይና ብመሰረት ጸብጻብ ኣሜሪካ ሓይልታት ኢራን ኣብ መጻብቦ ሆርሙዝ ንዝጓዓዛ መራኽብ ድሕሪ ምጥቃዖም እዚ መጥቃዕቲ ከም ዝተፈጸመ'ዮም ዝገልጹ። እተን መራኽብ ኣብ ልክዕ መስመር ከም ዘይነበራ ትገልጽ ኢራን፣ ካብ ትማሊ ሰንበት ጀሚራ ክሳብ ተወሳኺ ምልክታ ዝወሃብ መጻብቦ ሖርሙዝ ከም ዝተዓጸወ ኣፍሊጣ ኣላ። ብዘይካ'ዚ እስላማዊ ሓለዋ ሰውራ ኢራን ትማሊ ኣብቲ ዞባ ኣብ ዝርከባ ወተሃደራዊ መዓስከራት ኣሜሪካን መሻርኽታን መጥቃዕቲ ከም ዝፈጸመ ምግላጹ እውን ይዝከር። በዚ ኣገባብ ኣብ ልዑል ደረጃ ዝበጽሐ ግጭት ክልቲኤን ሃገራት ትማሊ ምሸትን ሎሚ ንግሆ እውን ቀጺሉ፣ ማእከላይ ትእዛዝ ኣሜሪካ ትማሊ ሰንበት ምሸት ኣብ ልዕሊ ኢራን ሓዱሽ ዙርያ መጥቃዕቲ ከም ዝጀመረን እዚ ድማ ቴህራን ኣብ መጻብቦ ሆርሙዝ መጥቃዕቲ ንምፍጻም ዘለዋ ዓቕሚ ከም ዘጉድል ገሊጹ። ሓይልታት ኣሜሪካ ንመከላኸሊ ኣየር ኢራን፣ ናይ ገምገም ባሕር ራዳር ቦታታት፣ ዓቕሚ ሚሳኤላትን ሰበልቦ ነፈርትን ከምኡ'ውን ንኣሽቱ መራኽብ ውግዕ ዒላማ ከም ዝገበሩ ገሊጾም። ንኣጠቓቕማ ነፈርቲ ውግእ ኣሜሪካ፣ መራኽብ ሓይሊ ባሕሪ ከምኡ'ውን ኣብ ሰሙን'ዚ ኣብ ዝወፍሩ ንመጀመርታ ግዜ ኣዕነውቲ ሰበልቦ ነፈርቲ ሓይሊ ባሕሪ ከምዝተጠቐመ'ውን ገሊጹ። ማእከላይ ትእዛዝ ኣብ ዘውጽኦ መግለጺ፣ መጻብቦ ሆርሙዝ ንኣህጉራዊ ንግዲ ኣገዳሲ መሕለፊ ባሕሪ'ዩ፣ ኢራን ኣይትቆጻጸሮን'ያ ኢሉ። ወሲኹ'ውን፣ ሓይልታት ኣሜሪካ ናይ ንግዲ መራኽብ ናጽነት ምጉዓዝ ንምርግጋጽ ድልዋት ምዃኖም ገሊጹ። ብተመሳሳሊ መግለጺ፣ ኮር ሓለዋ ሰውራ ኢራን ኣብ ልዕሊ'ተን ወተሃደራዊ ንብረት ኣሜሪካ ዘእንግዳ ዘለዋ ሃገራት እቲ ዞባ መጥቃዕቲ ከምዝፈጸመ ኣፍሊጡ። ባሕሬን፣ ኩዌትን ዮርዳኖስን ከም ዝተቐጥቀጠ እውን ገሊጹ። ሓለዋ ሰውራ ኢራን ኣብ ዮርዳኖስ ኣብ ዝርከብ መደበር ሓይሊ ኣየር ልኡል ሓሰን ዝርከቡ ሓያሎ ዓበይቲ መኽዝናት ሚሳኤላትን ታንከራት ነዳድን ብመጥቃዕቲ ሚሳኤላትን ሰብልዎ ነፈርትን ሓዊ ከም ዝተቓጸሉ ዝገለጸ ኮይኑ ሓለዋ ሰውራ ኢራን ነቲ መጥቃዕቲ ንመጥቃዕቲ ኣሜሪካ ምላሽ ንምሃብ ዝተፈጸመ ምዃኑን ኣብ ባሕሬን ድማ ኣገደስቲ ማእከላት ጽገና ወተሃደራት ሄሊኮፕተራት ኣሜሪካ መደበራት ኤሌክትሮኒካዊ ነፈርቲ ውግእ ፒ ሸሞንተ ከምኡ'ውን ማእከል ትዛን ምቁውጻርን ሰብርቡ ነፈርተ ከም ዝሃረመ ገሊጹ። ምስ ሓለዋ ሳውራ ኢራን ቅርበት ዘለዎም ትካላት ዜና፣ ኣብ ኩዌት ፍንጀራ ከም እተሰምዐ፣ ሓለዋ ሳውራ ኣብ ዘውጽኦ መግለጺ፣ እቲ ፍንጀራ ምስቲ ኣብ ወተሃደራዊ መዓስከር ኣሜርካ ዝተፈጸመ መጥቃዕተ ዝተኣሳሰር ምዃኑ ገሊጾም። ዋና ጸሓፊ ሕቡራት ሃገራት ኣንቶንዮ ጉተሬዝ በቲ ዘጋጠመ ኩነታት ኣዝዩ ምሽቓሉ'ውን ክሕብር እንከሎ፣ ማእከላይ ትእዛዝ ሰራዊት ኣሜሪካ ኣቐዲሙ ኣብ ዝሃቦ መግለጺ፣ ሚሳኤላትን ሰውለዎ ነፈርትን ኣብ ልዕሊ ዒላማታት ግቡእ መጥቃዕቲ ምውሳደን ገሊጹ'ሎ። ሕብረት ኤውሮጳ ንፌስቡክን ኢንስታግራምን ይኸስስ ከምዘሎ ተገሊጹ። ማሕበራዊ መራኸብታት ብፍላይ ፌስቡክን ኢንስታግራምን ብዝፈጥርዎ ዘለዉ ኣውላፊ ትሕዝቶታትን ኣገባባትን ይኸሶም ከምዘሎ ተገሊጹ። ንፌስቡክን ኢንስታግራምን ዘመሓደር ሜታ ወልፊ ዘትሕዝ ምዃኑን ኣሰራርሓ ማሕበራዊ መራኸብታቱ እንተዘይቀይርዎ ልዑል ናይ ገንዘብ መቕጻዕቲ ክወርዶ ከምዝኽእል ሕብረት ኤውሮጳ ከምዘጠንቀቐ ተሓቢሩ። እቶም ማሕበራዊ መራኸብታት መወዳእታ ንዘይብሉ ቪድዮታት ንምርኣይ ዘቐስብ ኣሰራርሓ ከምዘለዎም ዝገልጽ ባይቶ ሕብረት ኤውሮጳ ነቲ ናይ ወልፊ ዲዛይን ብቕልጡፍ ክእለ ምሕጽንታ ኣቕሪቡ ከምዘሎን እቲ ምሕጽንታ ምስዘይስማዕ ኣብ ልእቲ ዓርሞሸሽ ትካል ክሲ ክምስርት ምዃኑ ኣፍሊጡ'ሎ። ኣብ ቻይና ኣብ ዝተኻየደ ውድድር ኤርትራዊ ፕሮፌሽናል ተቐዳዳማይ ብሽክለታ ሄኖክ ሙሉብርሃን ቀዳማይ ከምዝወፀ ተገሊፁ። ፕሮፌሽናል ተቐዳዳማይ ክለብ ኣስታና ሄኖክ ሙሉብርሃን ሎሚ ወጋሕታ ኣብ ቻይና ክካየድ ኣብ ዘርፈደ ሳልሳይ መድረኽ ቱር ቀዳማይ ብምእታው ኣንፀባራቒ ዓወት ከምዘመዝገበ ተገሊፁ። ቀዳም ስር ኢትዮጵያ ኣብይ ኣሕመድ ዘተ ይጠልብ ከምዘሎ ተገሊጹ ቀዳም ስር ኢትዮጵያ ኣብይ ኣሕመድ ምስ ናይ ኣምሓራ ወገናት ዘተ ይጠልብ ከምዘሎ ኣብቲ ዝሃቦ ወግዓዊ መግለጺ ሓቢሩ። እቲ መራሒ ኢትዮጵያ ኣብ ምድሪ ኣምሓራ ብፍላይ ኣብ ጎጃም ንዘሎ ሓይሊ ፋኖ ኣምሪሩ ምጽውዑ ነቲ ብዘመነ ካሴ ዝምራሕ ሓይለ ኣተኲሩ ይዛረብ ከምዘሎ ምንጭታት ይዛረቡ። ኢትዮጵያ ካብ ዘመነ ንጉስ ዮሃንስ ጀሚራ ኣብ ዘመነ ጥልያን ካልእን ኣብ ኲናት ምንባራ ካብ ኲናት ጥቕሚ ከምዘየለ ህዝቢ ከምዝርዳእ ዝሓበረ ተቀዳይ ምሰር ምዕቡል ፖለቲካ ዘተ ማለት ምዃኑ ኣስሚሩሉ ኣሎ። ኣብ ክልል ኣምሓራ ከተማ ደብረ ማርቆስ ዑደት ዘካየደን መዕረፎ ነፈርቲ ዘመረቐ ቀዳይ ምሰር ኢትዮጵያ ኣብይ ኣሕመድ ነቲ ኣብ ክልል ኣምሓራ ብፍሉይ ዝረኣ ዘሎ ኣፀጋሚ ናይ ምንቅስቓስ ኩነታት ኣመልኪቱ ህዝቢ ካብን ናብን ንምንቅስቓስ ኣዝዩ ይሽገር ከም ዘሎ እውን ኣሚኑ። ቀዳም ሰር ኢትዮጵያ ኣብይ ኣሕመድ ኣብ ስነ ስርዓት ምረቓ መዕረፎ ነፈርቲ ደብረ ማርቆስ ተረኺቡ ኣብ ዘስምዖ መግለጺ ብዛዕባ ውሕስነት ጸጥታ ናይቲ ከባበ ከም ዝተዘረገ ዝገለጸ ኮይኑ ኣብቲ ወግዓዊ ስነ ስርዓት ምረቓ ዝተሳተፈ ቀዳም ሰር ኢትዮጵያ እታ ከተማ ጥንታዊት ምዃናን ኣብታ ከተማን ኣብ ጎጃምን ብሓፈሻ ሰላም ዝነግሰሉ ሃዋህው ከም ዝደለ ምጥቃሱ እውን ተሓቢሩ። ኣብይ ሰባት ካብ ቦታ ናብ ቦታ ብናፅነት ተንቀሳቒሶም ክሰርሑ ከም ዘይከኣሉ ዝገለፀ ኮይኑ፣ ኣብታ ሃገር ሰባት ካብ ቦታ ናብ ቦታ ብናፅነት ተንቀሳቒሶም ክሰርሑ ናብ ዘይክእሉ ደረጃ ምብፅሑ ዘተሓታትት ፍንፉን ከምኡ እውን ዘይግቡእ ክብል ኮኒኑ። ኣብ ክልል ኣምሓራ ከተማ ደብረማርቆስ ኣብ ምረቓ መዕረፎ ነፈርቲ ንጉስ ተክለሃይማኖት ተረኺቡ ኣብ ዘስምዖ መደረ ብሰንኪ ዕጡቓት ዝተፈጠረ ደረት ምንቅስቓስ ናብታ ከተማ ዝግበር ናይ መኪና ጉዕዞ ብጻዕርና ናብ ንቡር ክምለስ ይግባእ ክብል ኣተሓሳሲቡ። ኣብ ኤርትራ ንሃገራዊ ፖሊሲ ዝምልከት ናይ መጀመርታ ዓውደ መጽናዕቲ ይካየድ ከምዘሎ ተገሊጹ። ሚኒስተር ሕርሻ ምስ ውድብ ምግብን ሕርሻን ሕቡራት ሃገራትን ብምትሕብባር ኣብ ኣስመራ ሃገራዊ ፖሊሲ ምቁጽጻር ምግበ ንምምዕባል ዝዓለመ ናይ መጀመርታ ዓውደ መጽናዕቲ ምክያዱ ተገሊጹ። ብሚኒስተር ሕርሻ ዋና ዳይክተር ክፍሊ ኣገልግሎት ምቁጽጻር ኣብ መኽፈቲ መደረኦም፣ እቲ ዓውደ መጽናዕቲ መቐጸልታ ናይቲ ኣብ ዝሓለፈ ዓመታት ኣብ ድሕነትን ቁጽጽርን ምግቢ ዝነጥፉ ዘለዉ ኩሎም መሻርኽቲ ኣካላት ንምውሃድ ዝተገበረ ጻዕሪ ምዃኑ ምግላጹ'ውን ይሕበር። እቲ ናይ መወዳእታ ዕላማ ንኤርትራ ሃገራዊ ፖሊሲ ምቁጽጻር ምግበ ምንዳፍ ምዃኑ ዘመልከተ እቲ መግለጺ ብተወሳኺ'ውን ምስ ፋኦን

ይሓይሽ ክትብል ምግላጻ ተሓቢሩ። ናይ ህወሓት መራሕቲ ናብ ሻዕብያ ኢድ ነሲኦም ከምዘለዉ ንጥፍኣቶም ክኸውን ከምዝኽእል ዝሓበረት እታ በዓልቲ መዚ ነበር ምስ ሻዕብያ ጸሚድካ ብህይወት ምውጻእ ከምዘይከኣል እውን ምሕባራ ተገሊጹ። ናይ ህወሓት ኣቦ ወንበር ዶክተር ደብረጽዮን ንናይ ህወሓት ሰልፍን ሓይልን ናብ ናይ ኤርትራ ሻዕብያ ወሲድዎ ከምዘሎን ንናይ ትግራይ መሰል ረጊጹ ከምዘሎ እውን እዛ ሓበረተታ ኣፈኛ ባይቶ ነበር ናይ ህወሓት ሓይለ ንናይ ብልፅግና ስርዓት ኣይምብርከኽን ከምዝበል ትማሊ ኣብቲ ምስ መንግስታዊ ተለቪዥን ዘካየደቶ ቃለ መሕተት ሓቢራ። መራሕቲ ህወሓት ንብልፅግና ኣይንምብርከኽን ኢሎም ንሻዕብያ ይምብርከኹ ከምዘለው ዘነፀረት እታ በዓል ስልጣን ነበር ካብ ንሻዕብያ ንብልፅግና ምምብርካኽ ከምዝሕሾም ገሊፃ'ላ። ኬይራ ኢብራሂም ኢትዮጵያዊት ፖለቲከኛ ኮይና ካብ ክልተ ሽሕን ዓሰርተ ሸሞንተን ኣትሒዛ ክሳብ ሰነ ክልተ ሽሕን ዕስራን

ነዚ ኣፀቢቖም ከምዝፈልጡ ኣብ ዝገልፅሉ ዘለዉ እዋን ምክትል ፕሬዝዳንት መንግስቲ ክልል ትግራይ ኣቶ ኣማኑኤል ኣሰፋ ኣብ እዋናዊ ጉዳይ ምስ ድምፂ ወያነ ኣብ ዝገበሮ ቃለ መሕተት ፅባሕ ሙሉእ ቃለ መሕተቱ ኣብ ዝፍነወሉ ተቖሪፁ ኣብ ዝወፀ ሰራዊት ኤርትራ ሒዝዎ ካብ ዝነበረ ቦታታት ገዲፉ ይወፅእ ከምዘሎ ገሊፁ። ክቡራት ተኸታተልተ ንሎሚ ዝተዳለወ ዜና ነዚ ይመስል ኣብ ዝቕጽሉ ዝፍነው ዜናታት ብቐዳምነት ክበጽሐኩም ሳብስክራይብ ዘይገበርኩም ሳብስክራይብ ንኽትገብሩ ብኸብሪ ንዕድመኩም